መርሓባ የሕዋተይ ኣብዚኣ ሓዳሽ ቻነል ናይ ኩላትና ኣጆና ኣብ ዘዘለኹሞ ሰላም ክትህልዉ ተስፋ ይገብር ሎሚ መዓልቲ ከኣ ብዛዕባ Hacking እየ ክዛረብ ደልየ ዘለኹ ከምቲ ኩላትና ዘሰማዕናዮ ወይ ብዙሓት ካባና ዘሰምዖም ሓንቲ ቻነል ተዓጽያ ኣላ ናይ S family ገና ኣይተፈለጠን ኣሎ በየናይ ምኽንያት ግን ምናልባት ብHacking ክኸውን ይኽእል እዩ ስለዚ ኣነ ከኣ መጠንቀቅ ታይ ኢለ ወይ እንታይ ክንገብር ንክእል ወይ ከምኡ ከይመጻና ከምኡ ከይንከውን ኢለ እዚኣ ቪድዮ ሰሪሐያ እዚኣ ቪድዮ እዚኣ ግን ንኩሉ ሰብ እያ ኣገዳሲ ኦንላይን ባንኪንግ ዘለዎ ኖርማል ኢመይል ዘለዎ ፌስቡክ ዘለዎ ኢንስታግራም ዘለዎ ዩቱብ ቻነል ዘለዎ ንዝኾነ ጠቃሚት ዝበልክዋ ኣርእስቲ እያ እቲኤን ኣነ ዝጥቀመለን ወይ ዝፈልጠን ነጥብታት ክገልጸልኩም ክፍትን እየ ስለዚ እንታይ ማለት እዩ ሃኪንግ መብዛሕትኹም ትፈልጥዎ ትኾኑ ኢኹም ኣብቲ ናትካ ቻነል ወይ ኢሜይል ካልእ ሰብ እንድሕር ኣትዎ ብምንታይ እዮም ከ ንዝኣትውዎ መብዛሕትኡ ግዜ ዝኾነ ንኣብነት እቲ ዳታ ናትካ ናትካ ፓስፖርት ክሰርቅዎ ይፍትኑ እዚ ከኣ ብበብዓይነቱ መገዲ ማለት እዩ። ፊሽንግ ይበሃል። ፊሽንግ ማለት ከኣ ናይ ምግፋፍ ዓሳ ካብኡ ዝመጽእ ቃል ማለት እዩ። እቲ ናትካ ፓስፖርት ይገፍፍዎ ማለት እዩ። ብዝኾነ ኣጋባብ እንታይ ማለት እዩ እዚ ከኣ ንኣብነት ሓደ ዘሎ እቲኦም ጉግል ንባዕሎም ወይ ፌስቡክ ንባዕሎም ወይ ዩቱብ ጸገም ክህልዎም ይኽእል እዩ እዚኦም ማለተይስኒ እቲ ናቶም ዳታ ስኒ ብዝኾነ ሰብ ኣብ ካልእ ዓዲ ዘሎ ሄክት ገይሮም ወሲዶሞ ይኾኑ እዮም እቲ ፓስዎርድ ናትና ካብቲኦም በዓል ጉግል በዓል ፌስቡክ ወይ ያ ዩቱብ እዚ ሓደ መገዲ እዩ ወይ ድማ ኤፕሊኬሽን ንጥቀመሉ እቲ ኤፕሊኬሽን ከይፈለጥና ንጥቀመሉ ንፅቡቅ ኢልና ዴቲንግ ኤፕሊኬሽን ኣሎ ወይ በብዓይነቱ ኤፕሊኬሽን ኣሎ ዝሕግዘካ ነቲኣ ሞባይል ዘፅርያ ኢሎም ምሽ ኤፕሊኬሽን ብነፃ የውርድዎ ብነፃ ኣሎ እሱ እንድሕር ብጌጋ ኣውሪድናዮ እቲ ኤፕሊኬሽን ሜል ዌር ይበሃል ኣዞ ሕሙም ኣቕሓ ማለት እዩ እንድሕር ልክዕ ተርጊምካዮ ኣዚ እቲ ናቱ ስራሕ ዘይገብር ዝኾነስ ናትካ ፓስወርድ ዝሰርቕ ማለት እዩ ወይ ድማ እቲ ሎግ ኢን ዳታ ብዝኾነ መገዲ ይሰርቅዎ ማለት እዩ እስኻ ስለ ያ ሓደ ፓስወርድ ትጥቀም ንኣብነት እያ ወይ ድማ ብዙሕ ጓንፈና ኣብኡ ብጣዕሚ ክነስተበህል ዘለና ዝኾነ ኢመይል ይመጻና ምሽ ንዓና ከኣ እቲኣ ኢመይል ካብ ዩቱብ ትመስለና ወይ ካብ ናትና ባንክ ትመስለና እዝን እዝን እዝን መልሱልና ዝብ ትብል ኣብዚ ንኣቲኹም ኣብዚ ኣቲኹም ኣብዚ ሊንክ ኣቲኹም እዝን እዝን መልሱልና ትብል ኢመይል ትመጻና ንሕና ከኣ ኖርማል ካብ ዩቱብ መሲልና ኣብ እቲኣ ሊንክ ክሊክ ንገብራ እዚ ከዓ ዓበ ጌጋ እዩ በቲኣ ሊንክ ክሊክ ምስ ገበርናያ ድሮ እቲ ሶፍትዌር ናቶም ናይቲኦም ሰረቕቲ እቲኦም ሄካ ማለት እዩ ኣብቲ ናትና ኮምፕዩተር ነእትዎ ኣለና ማለት እዩ። እሳቶም ከኣ ነቲ ዘድልዮም ክወስዱ እዮም ማለት እዩ። ካብ ሞባይል ናትና ድዩ ካብ ሌፕቶፕ ድዩ ካብ ኮምፕዩተር እዚ ሕጂ ንባዕሉ ምጥንቃቕ የድሊ እዩ። ሕጂ እዚ ከኣ ኩሉ ግዜ ክንጥንቀቕ ዘለና እንታይ እዩ እቲኣ ኢመይል ስኒ ካበይ እያ ትመጽእ ዘላ ክንፈልጥ ኣለና። ልክዕ ድዩ እቲ ዩቱብ ኣጽሒፎሞ ዘለዉ ናይ ብሓቂ ዩቱብ ከምኡ ድዩ ዝጽሓፍ ንኣብነት ዩ ቱብ ብሓንሳብ ምሽ ዝጽሓፍ እሳቶም ግን ዩ ዶት ቱብ ይጽሕፉ ንኣብነት እያ እዚ ሕጂ እንድሕር ክነስተብህል ኣለና ከመይ እዩ እቲ ኣጸሓሕፋ ሓንሳ ሓንሳእ ከማን በቲ ላዕሊ ንሪኦ ልክዕ እዩ እቲኣ ኢመይል ግን ኣብ ሪፕላይ እንድሕር ኢልናያ ኣዞም ናብ ምምላስ እንድሕር ጌርናያ ሽዑ እቲ ናቶም ልክዕ በየናይ ኢመይል ከም ዝውሰደዱልና ክንሪኦ ንኽእል ኢና ልክዕ ኣይኮነትን መብዛሕቱ ግዜ ናይ ሓሶት እንድሕር ኮይኑ ድማ ዝኾነ ፓስዎርድ ብኢመይል እንድሕር ሓቲቶምና ክንምልስ የብልናን ብጠቕላላ ዝኾነ ሊንክ ከዓ ዘይንፈልጦ ክንጥውቕ የብልናን ኣብዚ ሊንክ ኣቲኻ ገለገለ ዝብል ክንጥንቀቕ ኣለና ቅድም ክንፍትሽ ኣለና እንታይ እያ እዚኣ ትመፅኣና ዘላ ካብ መን እያ ናይ ብሓቂ ዩቱብ ድዩ ናይ ብሓቂ ጉግል ድዩ ፅሒፍልና ወይ ፌስቡክ ድዩ ፅሕፍልና ዲፔንስ ኣይ ናይ መን እዩ ዝፅሕፈልካ ዘሎ ካብ ከም ካብ መሓዛኻ ዝመጸት ከማን ክገብርዋ ይኽእሉ እዮም ብላዕሊ ሽዑ እቲ ኣብ መሓዛኻ ወይ ትሪኦ ሽሙ ግን እቲ ናይ ብሓቂ ካልእ ሰብ እዩ ዝሰደልካ ዘሎ ሪፕላይ እንድሕር ኢልካያ ቅድሚ እቲኣ ሊንክ ምኽፋትካ በየነይቲ ኢሜይል ከም ዝመጻካ ትሪኦ ኢኻ መብዛሕትኡ ግዜ እዚኣ ኣገዳሲት እያ ከምኡ ከዓኒ ስእሊ ዘይንፈልጦ ኣብኡ ክሊክ ክንገብር የብልናን ሓንሳ ሓንሳ ኣብቲ ስእሊ እንድሕር እቲ ስእሊ ተንኪፍክናዮ በቲ ክስታይ በቲ ኣብ ማውዝ ወይ በቲ ብኢድና ክሊክ እንድሕር ጌርናዮ ኣብ ድሕሪ እቲኣ ስእሊ እቲ ሊንክ ክህልው ይኽእል እዩ ከምኡ ከዓ ዝኾነ ኣታችመንት ኣዞ ዶኩመንት ድዩ ገለ ድዩ ምሽ ኣብቲ ኢሜይል ይሓድጉልና እዚኣ ኣታችመንት ክፈታ እሞኒ ኣብኡ ኣለካ ኢንፎርሜሽን ገለ ዝብል ዝኾነ ኣታችመንት ክመን ክንከፍት የብልና ሓንሳ ሓንሳ ከዓ እንታይ ይገብሩ ንሕናስ ምሳካ ክንሰርሕ ደሊና ናትካ ዩቱብ ቸንል ሪኢናዮ ብጣዕሚ ኣገዳሲ እዩ ንዓና እስካ ዶ ምሳና ትሰርሕ ገለ ኢሎም ፈሊጦም መታን እስካ ያ ኪርዮዝ ክትከውን እንታይ ደኣ ኒኦም መን ደኣ ኒኦም እዚኦም ክትብል ዝኮነ ነገር ሽዑኡ ይሰዱልካ ምሽ ኣብቲ ስእሊ ድዮም ዝሓትክዎ ኤክስትራ ሊንክ ድዮም ዝገብርዎ ኣብቲ ኣታችመንት ድዮም ዝሓትክዎ እስካ ግን መን ደኣ ኒኡ ክሰርሕ ደልዩ ኢልካ ትሕጎስ ምናልባት እዝስ ኣገዳሲ ክኸውን ይኽእል እዩ ገለ ኢልካ ትኸፍቶ ግን ንሳቶም ምሳኻ ክሰርሑ ዘይኮኑስ እቲ ናትካ ያ ስፓይ እዮም ክገብሩኻ ዝደልዩ ክስልዩኻ እዮም ዝደልዩ እቲ ፓስወርድ እዩ ገለ ክፈልጥዎ እዩ ደልዩ ማለት እዩ እስኻ ክሊክ ሊንክ እቲኣ ሊንክ ወይ እቲኣ ኣታችመንት ሕድ ተንኪፍካያ ሶፍትዌር ተውርድ ኣላ ማለት እዩ ንዓኻ ስፓይ ትገብረካ ከምኡ ከማን ካብ በብዓይነቱ ባንክታት ይመፅኡ ከምኡ ኣርእስቲ ማለት እዩ እዝን እዝን መልሰልና እቲ ኣብ ባንክ ናትና ትኹን እምበር እቲ ስእሊ ድዩ ገለ ድዩ ኩሉ ልክዕ እዩ ክኸውን እምበር ንስኻ ሕጂ ንኣብነት ባክለይ ባንክ እንድሕር ኣካውንት ኣለካ ናይ ባክለይ ኩሉ እቲ ሎጎ ድዩ ገለ ልክዕ ይኸውን ግን እቲ ኢሜል ምናልባት ናይ ሓሶት እዩ መብዛሕቶም ባንክ ከዓኒ ብኢሜል ኣይፅሕፉን እዮም ብጠቕላላ ኣይ ኖርማል ብደብዳቤ እዮም ዝፅሕፉልካ መታን ከምዚእታት ከይፍፅም ወይ ድማ ኣብቲ ሎግ ኢን ዝገበርካ ናይ ባንክ ኤፕሊኬሽን ጥዑይ እንድሕር ኣለካ ኣብኡ መልእኽቲ ይሓድጉልካ ኣብ ኢሜይል ግን ኣይፅሕፉልካን እዩ መብዛሕቶም ኣብ ጀርመን ከምኡ እዩ ኣብ ካልእ ዓዲ እንድዒ ግን ናይ ጀርመን ዝያዳ ክዛረብ ዝኽእል ስለዚ ኣብ ካልእ ዓዲ ከማን ከምኡ ክኸውን ይመስለኒ ኦኬ ግን ካልእ እንድሕር ትፈልጡ ኮይንኩም ከማን ኣብ ታሕቲ ክትፅሕፉለይ ትኽእሉ ኢኹም ከምኡ ከዓ ስለምንታይ እዮም ሄክ ክገብሩና ከኔ እንታይ እዮም ክፈልጡ ዝደልዩ እቲ ናትካ ባንክ ኣካውንት ሄክ ክገብርዎ ክእሉ እዮም ካብኡ ገንዘብ ክወስዱ ክሬዲት ካርተ ሄክ ክገብርዎ ክእሉ እዮም ካብኡ ገንዘብ ክስሕቡ ወይ ትራንስፊያ ዝገበርካዮ ገንዘብ እስኻ ናብ ካልእ ትራንስፊያ ይገብርዎ ኣብ ኦንላይን ኮልኻ እስኻ እስኻ እንዳ ናብዚ እየ ዝሰዶ ዘለኹ እንዳበልካ ናብ ናቶም ይቕይርዎ ማለት እዩ። ኣይትረኽቦን ኢኻ ከኣ ነቲ ኣብ ካልእ ዓዲ እንድሕር ኮይኑ ኣብ በዓል ራሽያ ወይ ኣብ ቻይና ገለ እንድሕር ኮይኑስ ኣይትረኽቦን ኢኻ ከቢድ እዩ። ከምኡ ናትካ ሞባይል ሄክ ክገብርዋ ይኽእሉ እዮም። እቲ ኣብ ሞባይል ስኒ ኣገዳሲ ብዙሕ ጉዳያት ኣለና እሱ እንድሕር ረኺቦም ስኒ ኣሸጋሪ እዩ ንዓና ማለት እዩ። እም ሕጂ እዚ ኩሉ ከይፍጸም መታን እንታይ እንታይ ክንገብር ንኽእል? ኣነ ብናተይ ወገን ሕጂ ኣብዚኤን ዕስራን ሓደን ነጥቢ ጽሒፈ ኣለኹ። በብሓደ ክሓልፈን ክፍትን እየ። ዘይተረደኣኩም ኣብ ታሕቲ ትጽሕፉለይ ወይ ካልእ ትፈልጥዎ ከማን ኣብ ታሕቲ ክትጽሕፉለይ ትኽእሉ ኢኹም። ሓደ ክንገብሮ ንኽእል ቱ ፋክተር ኦር ማልቲ ፋክተር ኣውተንቲፊኬሽን ዝበሃል ኣሎ። እዚ ኣገዳሲ እዩ። እዚ ከዓ እንታይ ማለት እዩ? ንኣብነት ኢሜይል ኣካውንት ጉግል እንድሕር ኣለካ ናትካ ቴሌፎን ኣብኡ ትሓድገሎም ኢሜይል ናትካ ክትኣቱ ከለኻ ኩሉ ግዜ ሓንቲ ታን ናምባ ፓስዎርድ ንበላ ደሓን ታን ናምባ እያ ግን መስለን ትበሃል ከምዚ ኣነ ዝፈልጦ ታን ኢና ንብላ ንሕና እሳ እሳ ይሰዱልካ ምሽ እስኻ ምዃንካ መታን ከራጋገጹ እቲኣ ሞባይል ናትካ ኩሉ ግዜ ምሳኻ ስለ ዘላ እቲኣ ቴሌፎን ናትካ ስለ ዝኾነት ካልእ ሰብ ከይኸውን ከራጋግጹ ኢሎም በቲኣ እሳቶም ሽዑ ዝሰዱልካ ሽዑ ሽዑ እዮም ዝሰዱልካ ብኣ እሳ ምስ እትኸያ ኣብቲ ናትካ ጉግል ወይ ዩቱብ ወይ ኣብ ዝኾነ ክትኣቱ ትኽእል ማለት እዩ ኩሉ ግዜ ከዓኒ እቲ ኢሜል ኣድረስ ዝሃብናዮም ክስታይ ልክዕ ክኸውን ኣለዎ ማለት ስኒ ኣብ ዩቱብ ድዩ ኣብ ገለ ድዩ እቲ ኣገዳሲ እንታይ እዩ እንድሕር ሓንቲ ኢሜይል ከኣ ክትከውን ኣለዋ እቲ ዝበለፀ ንሓደ ኣካውንት እንድሕር ኣለና ንኣብነት ኣገዳሲ ዩቱብ ቻነል እንድሕር ከፊትና ኣገዳሲ ሽዑ ሓንቲ ኢሜይል ክትህልወና ኣለዋ ንሓንቲ ቻነል ብርከ ኩላ እተን ቻነል ዘለዋና ብሓንቲ ኢመል እንድሕር ከፊትናያ ሓንቲ እቲኣ ኢመል ሄክት እንድሕር ኮይና ኩላተን ብሓንሳብ ክጠፍኣ ማለት እየን እዚ ከማን ኣገዳሲ ይብሎ ከምቲ ከምኡ ከዓነ እቲ ፓስወርድ ናትና ንማንም ሰብ ክንህቦ የብልናን እንድሕር ኣሚንናዮ ከማን ንማንም ሰብ ክንህቦ ኣይንኽእልን ኢና። ናይ እምነት ዘይኮነ እዚ ምናልባት እቲኣ ናቱ ሞባይል ገለ ቫይረስ ይህልዋ ወይ ሜልዌያ ይህልዋ ስለዚ እቲ ፓስፖርት ንዓና ጥራይ ክንጥቀመሉ ኣለና። ሓደ ክትገብሮ ትኽእል ምናልባት ሕጂ ንኣብነት ዩቱብ ቻነል እንድሕር ኣለካ ካልኦት ሰባት ኣድሚኒስትሬሽን ክሕግዙኻ እንድሕር ደሊኻ ዝኾነ ሓገዝ እንድሕር ኣድልይካ ብራንድ ቻነል እንድሕር ከፊትካ ብዘይ ጸገም ብራንድ ቻነል እንድሕር ኣለካ ካላኣይ ሳልሳይ ራባዓይ ሰብ ክትውስኸሉ ትኽእል ኢኻ ንዑኡ ሽዑኡ ኤክስትራ ኤክሰስ ትህቦ እቲ ኤክሰስ ናቱ ግን እና ፓስዎርድ ኣይ ክትህቦ ኣየድልየካን እዩ ጥራይ ፍቓደኛ ኩን ንስኻ ፍቓደኛ ምዃንካ ከዓ እቲኣ ሊንክ ትሰደሉ እንድሕር ደሊኹም ኣብዚ ካልኣይቲ ክትሰርሕ ይኽእል እየ ካልእ ክስታይ ካልእ ቪድዮ ማለት እዩ ናቱ ኤክሰስ ምስ ሃብካዮ እቲኣ ሊንክ ትሰደሉ ኣብቲ ናቱ ኢሜል ኣድራሻ ማለት እዩ እዚኣ ከዓ ኣገዳሲት ኣብ ክንዲ ንቲ ሰብ ንኣምኖ ንህቦ ሽዑ ምናልባት ዝኾነ ቫይረስ ዝኾነ ሄክ እንድሕር ገይሮሞ ኣብ ናቱ ሞባይል ሽዑ ናትና ከዓ ንሕና ከማን ክንልክም ስለዚ ናትና ፓስዎርድ ንማንም ሰብ ክንህቦ የብልናን ካልእ ከኣ እንድሕር ንኣብነት ጉግል ጽሒፎምልና ሓንሳ ሓንሳ የጋጥም እንድዩ እስኻ ካብ ሳምሱንግ ሎጊን ዶ ጌርካ ዕለት ክንድዚ ኣብዚ ቦታ ሎጊን ዶ ጌርካ ወይ ፌስቡክ ከማን ከምኡ እዩ ዝሰዱልካ እዮም ከምኡ እንድሕር መጺካ እስኻ እንድሕር ዘይነበርካ ቀልጢፍካ ክስታይ ክትገብር ኣለካ ማለት እዩ ክትዕርዮ ኣለካ እስኻ እንድሕር ዘይነበርካ ፓስዎርድ ናትካ ክትቅይር ኣለካ ካልእ ነይሩ ማለት እዩ እስኻ እንድሕር ብሳምሱንግ ዘይኣተኻ ብኣ ዕለት ኣብቲ ዕለት ዝበልዎ ወይ ድማ ብኣይፎን ይነግሩኻ እዮም ልክዕ በየናይ ወይ ድማ ካበየናይ ቦታ ከም ዝኾነ እንድሕር ካብ ካልእ ዲቫይስ ዘይፈልጥዎ እሳቶም እንድሕር ዘይኣተኻ እቲኣ ፓስወርድ ቀልጢፍካ ክትቅይራ ኣገዳሲ እዩ መታን ከምኡ ክንገብር ከኣ እቲ ኢሜይል ናትና ቀጻሊ ቸክ ንገብሮ ኣለና ናብ ኢሜይል ናትና ጥራይ እዮም ክሰዱልና ዝኽእሉ ነው ንከምኡ ኢሎም ኣይደውሉንልና እዮም ስለዚ ካልእ ከዓኒ ገሊኦም ሰረቕቲ ኦዳ ሄክ ዝገብሩ ከዓ ይድውሉልካ እዚ ከዓኒ እዚ ንዝንዶ ክትህበና ትኽእል ንሕና ናትካ ባንክ ኢና እሞ እዚ ንዝን ኣድልየና ኣሎ ኢንፎርሜሽን እዝን እዝን ዶ ትሰደልና ሕጂ ዶ ትነግረና ሕጂ ከምዚ ንዓኻ ኢልና ስኒ ሴፍቲ ንዓኻ ኢልና ቀልጢፍና እዝን እዝን ክንቅይር ኣለና እሞ እቲ ፓስፖርት ናትካ ዶ ክትህበና ትኽእል ኢሎም ደፋራት ዝድውሉልካ ከማን ኣለዉ ውሑድ እዩ ከምቲ ኣነ ዝፈልጦ ግን ዘይፍጸም ማለት ኣይኮነን ዝኾነ ሓበሬታ ዝደሊ ብስልኪ ክንኣምኖ የብልናን ብስልኪ ሓበሬታ ዝደሊ ትካላት ከኣ የለን። እዚ ኣገዳሲ ትካላት ዝኾነ ዳታ ብስልኪ ክተተሓላልፎ ኣየፍቅዱን እዮም። እዚ ከኣ ኣገዳሲ እዩ። ስለዚ ክንህቦ የብልናን ወይ ድማ ባዕልና ነቲኦም ባንክ ምስኦም ኮንታክት ንግበር ድሕሪኡ ንስኻትኩም ደዊልኩም ኔርኩም ዲኹም ወይ ገለ እምበር ግን የለን ከኣ ብጠቕላላስ የለን ከምኡ ፓስፖርት ሃበናዶ እዝን እዝን ኣድልየናዶ ዝብሉ የለን ኦኬ እቲ ካልእ ከኣ ኣገዳሲ ዝብሎ እንታይ እዩ፣ ንሕና ሕጂ ንኣብነት ኣብ ከምኡ ሓንሳ ሓንሳ ሸለልትነት ኣለና እንዶ ንኣብነት ያዕ ናትካ ሞባይል ምሳኻ እንድሕር ዘየላ ወይ ኣብቲ ግዜ እቲ ተሰቢራ እንድሕር ኣላ ካብ ናይ ካልእ ሰብ ወይ ፌስቡክ ናተይ ቸክ ክገብሮስኒ ናትካ ሞባይል ድዩ ሓንሳብ ትህበኒ ኢልና ንመሓዛና ዲና ንሓውና ከምኡ ንሓቶ ምሽ ሽዑ ግን እቲ ጽብ ሓደገኛ ዝኾነ ከምቲ ዝበልኩዎ ንፓስፖርት ንኻልእ ሰብ ኣይትሃብ እንታይ እዩ እቲ ፓስፖርት ናትናስ ናይ ግድን ኣብኡ ን- እ፣ ንሓድገል- ንሓድግ ኣለና እ፣ ሕጂ እቲኣ ቴሌፎን ከዓ ክሳብ ክንደይ እዩ እቲ ሰብ ካብቲ ሰብ ንጥቀመሉ ዘለናስ ክሳብ ክንደይ እዩ እቲኣ ቴሌፎኑ ዝጥንቀቐላ ወይ እ፣ እም፣ ያ እ፣ ክስታይ ዝኾን ሴፍ ዝኾነትኒ ኣይንፈልጥን ኢና እ፣ ስለዚ ጽቡቅ ኣይኮነን ካብ ዝኮነ ሌፕቶፕ ድዩ ኮምፒውተር ድዩ ወይ ኣይፓድ ወይ ሞባይል ዝኮነ ካልእ ዲቫይስስ ስኒ ናትና ፓስወርድ ክንእትዎ ውሱናት ዲቫይስስ ክኾና ኣለወን በሃሊት እየ ኣነ ብዝከኣል መጠን ማለት እዩ ፐርካ ኣይትፈልጥን ኢኻ እንታይ ከመይ እሱ ከነ ዝጥንቀቀላ እቲኣ ናቱ ሞባይል እንተ ከምኡ ጌርና ከኣ ሓንሳ ሓንሳ ኣሎ እንዶ መገዲ ካልእ ዘየፍቅደልካ ኣገዳሲ ጉዳይ እንድሕር ኣለካ ኣብ ናትካ ፌስቡክ ትሪኦ ወይ ኣብ ናትካ ኢመይ ካብ ካልእ ምሽ ሎጊን ትገብር እንተ ከምኡ ጌርካ ከኣ ቀልጢፍካ ድሕሪኡ እቲ ፓስዎርድ ክትቅይሮ ኣለካ ኣብኡ ኣይትሕደጎ ሎግ ኣውት ከኣ ክትገብር ኣለካ ካብኡ ክትወጽእ ኣለካ ምስ ወዳእካ ኩሉ ጉዳይካ ክፉት ኣይትሕደጎ እዚ ከማን ኣገዳሲ እዩ ካልእ ከኣ ኣገዳሲ ብዙሕ ዘይንሓስበሉ ኣብ ዝኾነ ዝኸድናዮ ነፃ ኢንተርነት እንድሕር ረኺብና ኤርፖርት ድዩ ስቴሽን እንድዩ ኣብዚ ናይ እንዳ ባቡር ድዩ ወይ ኣብ መገዲ ከማን ኣሎ ሓንሳ ሓንሳ ኣብ ጎደና ስቕ ኢልና ቬላን ብነፃ ተረኺቡ እሞኒ ኣብ ቬላን ክኣቱ ዘይምባል በርከ እቲ ኣብ ጎደና ዘሎ ክሳብ ክንደይ ሰይፍ ምዃኑ ኣይንፈልጥን ኢና ክንምርምሮ ከኣ ኣይንኽእልን ኢና። ስለዚ ብዝከኣል መጠን ናትና ናይ ውልቅና ኢንተርነት ምጥቃም ኣገዳሲ'ዩ ዝብሎ ማለት'ዩ። ከምኡ ከኣ እቲ ፓስዎርድ ናትና ከኣ ክንቅይሮ ከለና ወይ ፓስዎርድ መጀመርያ ክንእትዎ ከለና ከማን ኣገዳሲ ብርቱዕ ፓስዎርድ ዝብሃል ኣሎ ድኹም ፓስዎርድ ዝብሃል ኣሎ። እቲ ብርቱዕ ፓስዎርድ ከኣ መኣስ'ዩ ዝብሃል ያዕ ብውሕዱ ዓሰርተ ዓሰርተ ክልተ በብዓይነቱ ምልክት ክህልዎ ኣለዎ። ምልክት ክብል ከለኹ ከኣ ፊደላት ድዩ ቁጽሪ ድዩ ወይ ናይ ዶላ ምልክት ወይ ናይ ሕቶ ምልክት በብዓይነቱ ምልክት ኣሎ ምሽ ነጥቢ ድዩ ገለ እዚ ኣገዳሲኡ ፐርከ እንድሕር ቀሊል ኮይኑ ንኣብነት ሽምካ ትሕሽ ድሕሪኡ ከዓ ሓደ ክልተ ሰለስተ እንድሕር ወሲኽካዮ ቀሊል እዩ ንዕኦም ከማን ክረኽብዎ ክግምትዎ በብሓደ ከዓ ኣይኮኑን ዝፍትንዎ እሳቶም ሄክ ክገብሩ ከለዉ ንባዕሎም ኮምፒውተራት ኣለዎም ብቐሊሉ ብዙሕ ዓይነት ፓስዎርድ ትፍትን ከምዚ ሶፍትዌር ኣለዎ ብዙሕ ዓይነት ክስታይ ዝፍትን እንድሕር ገሚቶም እንታይ ከም ዝኾነት ሽዑ እቲኣ ኮምፒውተር ባዕላ እያ ትደልዮ እሳቶም በብሓደ ኣይደልይዎን እዮም ቀሊል እዩ ንዕኦም ሄክ ክገብርዎ ማለት እዩ ስለዚ እቲ ኣገዳሲ ዝብሎ እቲ ፓስዎርድ ናትና ልክዕ ክኸውን ኣለዎ እቲ ኣብ ዝኾነ እንድሕር ምጥርጣር ኣለና ከዓ እቲ ፓስዎርድ ቀልጢፍና ክንቅይሮ ኣለና እቲ ዝኾነ ንጥቀመሉ ኤፕሊኬሽን ከኣ ክንምርምሮ ኣለና። ኣየናይ ኤፕሊኬሽን ኢና ንጥቀም ዘለና፣ እቲ ኤፕሊኬሽን ከ ተመርሚሩ ድዩ፣ ፍሉጥ ድዩ፣ እንታይ ኣሎ ብዛዕባ እቲ ኤፕሊኬሽን፣ ቅድሚ ኤፕሊኬሽን ምውራድና ብዛዕባ እቲ ኤፕሊኬሽን ንእሽተይ ሪሰርች ክንገብር ኣገዳሲ እዩ። ቀልጢፍካ ከማን ክትረኽቦ ትኽእል ኢኻ። ኣብ ክንዲ ኦይ እዚኣ ኤፕሊኬሽን ጽብቕቲ እያ ኢሎሞ'ሞ ኣነ ከማን ኣብ ቴሌፎነይ ዘውርድ ከውርዳ ምባል ቅድም ፈትሾ። እንድሕር ፈቲሽካ ገለ ክፉእ ረኺብካ ከኣ ነቲ ከምኡ ሓበሬታ ዝሃበካን ንስኻ ከኣ ትሕብሮ ከምዝን ከምዝን ሪስዮች ረኺበ እሞ ተጠንቅቅ ኣውርዳ ደምስሳ ካብቲ ናትካ ናትካ ሞባይል ትብሎ ማለት እዩ እሱ ከኣነ ድሕሪኡ እቲ ፓስፖርት መሊሱ ክቕይሮ ኣለዎ ናይ ግድን ከምኡ ጌርካ ክትከላኸል ትኽእል እምበር ከቢድ እዩ ከምኡ ከኣ ሶፍትዌር ኣፕዴት ዝኾነ ሶፍትዌር ኣፕዴት እንድሕር መጺእና ኣብ ሞባይል ናትና ድዩ ኣብ ዝኾነ ኣብ ብራውዘር ድዩ ኣብ ኢሜይል ድዩ ኣብ ዝኾነ ኣብ ፌስቡክ ድዩ ቀልጢፍና እቲ ሶፍትዌር ኣፕዴት ክንገብሮ ኣለና ሶፍትዌር ኣፕዴት ግበሩ ክብሉና ከለዉ ዝኾነ ምክንያት ኣሎ ያ ቴክኒክሊ ዝተቐየረ ወይ ያ ድኹም ነጥቢ ዝረኸብሉ ኣብቲ ሶፍትዌር ስለ ዘሎ እቲ ሶፍትዌር ሽዑ መሊሶም ንሳቶም ከኣ ከመሓይሽዎ ይፍትኑ። ፐርከቲኦም ትካላትን እቲኦም ሄካን ከም ድሙን ኣንጭዋን እዮም ክንብል ንኽእል ኢና። እቲኦም በቲ ይምዕብሉ፣ እቲኦም ከኣ በቲ ክስታይ ይገብርሉ፣ ያ መከላኸሊ ይገብርሉ። እቲኦም መከላኸሊ ምስ ኣብዝሑ ከኣ እቲኦም ሄከር ከኣ መሊሶም የምዕብልዎ። ሕጅስ ያ ከም ድሙን ኣንጭዋን እንድዩ፣ ንሕና ከኣ ማእኸል ኣለና ማለት እዩ። ስለዚ ኣብ ማእከሎም ኣለና ማለት እዩ። ስለዚ ንሕና ከኣ ኣብ ከምኡ ያ ስማርት ክንከውን ኣለና። ምጥንቃቐ የድሊ እዩ። ያ ድማ ኢሜይል ኣድራሻታት ከማን ሕጂ ንኣብነት ኣነ ያ ሓደ ኢሜይል ኣድራሻ ጥራይ የብለይን በብዓይነቱ ክህልወና ንኣብነት ኣገደስቲ ጉዳያት እንድሕር ኣለና ብሓንቲ ኢመይል ማለት እቲ ኢመይል ናትካ እንድሕር ተዓጽዩ ኩሉ ጉዳያት ናትካ ከማን ስኒ ኣብኡ ኣሎ ማለት እዩ። ኣብ ኢመይል ዘሎ ኣገዳሲ ዶኩመንት ከማን ክነውርዶ ኣለና። ዳውንሎድ ጌርና ንበይኑ ሴቭ ክንገብሮ ኣለና። ብርክቲ ኢመይል ኣሎ ሕጂ ግን ኣብ ዝኾነ ግዜ ስኒ ክፍጸም ስለ ዝኽእል ምጥንቃቕ የድልዩ። ግዜ ካብ ግዜ ንግዜ ከኣ ንምፍታሹ እንታይ ዓይነት መጺና ኢመይል ክትብል ኣገዳሲ'ዩ ከምኡ ከኣ እቲ ሰይፍ ዝገብሮ እቲ ኢመይል ኣድራሻ ናትና ከኣ እንታይ'ዩ እንድሕር ኤፕሊኬሽን ናይቲኦም ናቶም ኣውሪድና ንኣብነት እቲ ኤፕሊኬሽን ንባዕሉስኒ ይካላኸለልካ'ዩ እቲ ኤፕሊኬሽን ንባዕሉ ካብ ኩሉ ግዜ ሎግ ኢን ጥራይ ንገብር እንድሕር ተኻኢሉ እቲ ኣፕሊኬሽን ክነውርዶ ናቶም ምዃኑ ከኣ ክነረጋግጽ ኣለና ሕጂ ከማን ሓደ ዝገብርዎ ዘለዉ ኣብቲ ናይ ኣፕሊኬሽን ከማን ሓንሳ ሓንሳ ብላዕሊ ልክዕ ይመስል ምሽ ልክዕ እቲ ሎጎ እስኻ ትፈልጦ እቲ ብራንዲንግ እስኻ ትፈልጦ እቲ ስእሊ ናይ ጉግል ኩላትና ንፈልጦ ንኣብነት ወይ ናይ ዩቲዩብ ምልክት እሱ ይገብርዎ ብውሽጢ ግን ካልእ ኣፕሊከሽን የጸንሕ ስለዚ ኣብ ከምኡ ከማን ብጣዕሚ ክንጥቀቅ ኣለና ኣብኣ ካልኣይቲ ቪድዮ ይትሓየሽ ብርከ እዚ ንባዕሉ ካልእ ኣርእስቲ እንድዩ ካልኣይቲ ቪድዮ ክገብር ክፍትን እየ ብዛዕባ እዚ ኣርእስቲ ከመይ ጌርካ ኢኻ እቲ ኣፕሊከሽን ተለልዮ ኣየናይ እዩ ጥዑይ ኣየናይ እዩ ሕሙም ኣገዳሲ ንኩላትና እዩ እዚ ክማን ከምኡ ከዓ ያ ዝኮነ ኒውስሌታ ኒውስሌታ ሕጂ ይመፅኣና እንድዩ ካብ ዝኮነ ትካላት ንፈልጦም ወይ ዓሚል ዝኮንና ንኣብነት ኢኬያ ድዩ ገለ ድዩ ፖስት ባንክ ድዩ ወይ ባክሌ ባንክ ኒውስሌታ ምሽ ይመፅኣና እሳቶም ንሓበሬታ ዝኮነ ኣገዳሲ ብሓፈሻዊ ዘሎ ወይ ሬክላም ክገብሩ ኢሎም ይሰዱልና ሓንሳ ሓንሳ ግን ኮምኡ ይመስል እምበር እሱ ኣይኮነን ኣብ ኮምኡ ከማን ምጥንቃቅ የድሊ እዩ ከምቲኣ ዝበልኩኩም መጀመርያ Reply እንድሕር ኢልካያ ሽዑ ኢካ ትሪኣ መን እዩ ጺሕፍልካ ሽዑ ኢካ ትሪኦ እምበር ብላዕሊ ካልእ ክመስል ይክእል እዩ ብላዕሊ ንኣብነት Barclay Bank ኢሎም ጺሕፎም ይክእሉ እዮም እቲኣ Email ናቶም ኣይትሪኣን ኢካ ብታሕቲኣ ተሓቢኣ ዘላ Reply ጥራይ እንድሕር ኢልካ Reply ከይገበርካሉ ኣቲ ትድምስሶ ማለት እዩ ኣይ ትሰደሉን ኢኻ ግን እቲኣ Reply ምስ ገበርካ ሽዑ ኢኻ ትሪኣ እቲኣ ቀንዲ Email መን እያ ሰዲዳትልካ ዘላ እሱ ኣገዳሲ እዩ ከምኡ ከዓኒ ሓንሳ ሓንሳ ኣብ ዜና ከማን የምፅዎ እንዲዮም ንኣብነት ቅድሚ ክንደይ ዓመታት ተጠንቀቑ ፌስቡክ ክንድዚ ዳታ ተሰሪቑዎም ኣሎ ኩላትኩም ኣብ ፌስቡክ ዘለኹም ናትኩም ፓስዎርድ ቀይርዎ ገለ ዝብል ይመጻካ እንድዩ ሃንሳ ሃንሳ ወይ ኣብ ዜና ከማን የምጽዎ እዮም ወይ ጉግል ወይ ካሎኦት ከማን ዳት ሌክ ነይርዎም ዝኾነ ያ ንዃል ረኺቦም እንቲኦም ሄካ ማለት እዩ ቀይሩ ፓስዎርድ ናትኩም ዝብሉ እንድሕር ኮይኖም ከኣ ቀልጢፍና ፓስፖርት ናትና ክንቅይሮ ኣገዳሲ እዩ ሸለል ክንብሎ የብልናን ኦይ ናተይስ ኣይኮነን ክንድዚ ክንድዚ ተሰሪቑ ይብሉ እንድዮም ሕጂ ንኣብነት ያህ ጥራይ ኣኽ እዚ ሓሙሽተ ሽሕ ጥራይ ተሰሪቑ ናተይ ኣብኡ ኣይህሉን ኢልካ ሸለል ዘይምባል ማለት እዩ። ኣብ ዝኾነ ኢሜይል እንድሕር ኣቲኻ ከማን ኣብ ናትካ ኮምፒውተር ድዩ ኣብ ናይ ካልእ ኩሉ ግዜ ሎግ ኣውት ሳይን ኣውት ክትወጽእ ከለኻ ክትዓጽዎ ኣለካ ብደንቢ እዚ ከማን ኣገዳሲ እዩ። ከምኡ ከኣ ሕጂ ንኣብነት ዝኮነ መጠንቀቅታ እንተ መጺእካ ብኢመይል ወይ ድማ ኣብቲ ኤፕሊከሽን ከማን መጠንቀቅታ ይመጸካ እዩ ሓንሳ ሓንሳ ንኣብነት ኣነ ንዓይ ዘተፈጸመኒ ቅድሚ ንማእሲ ነይሩ መጀመርያ እዚ ዓመት እዚ ናይ ኢበይ መጺኒ ከምዚ እዝን እዝን ክትከፍሊ ኣለኪ እዝን እዝን ኣዚዝኪ ኢሎምኒ ኣነ ግን ኣይኣዘዝክዎን ሽዑ ቀልጢፈ ደዊለሎም ተመስገን ናይ ብሓቂ ከማን ያ ቀልጢፎም ሓጊዞምኒ ኣነ ኣይኮንኩን ወላ ሓደ ኣይኣዘዝኩን ገለ ኢለዮም ማለት እዩ እንታይ እዮም ከዓ ገይሮም እቲኦም ሰባት ከም ገለ ናተይ ሎግ ኢን ገለ መለ ረኺቦሞ ክስታይ ገይሮሞ ማለት እዩ እዚ ሬክላም ብሽሞም ገይሮም ሬክላም ኣውፅኦም ግን እቲ ሓሳብ ግን ናባይ ከም ዝመጽእ ገይሮሞ ኣረዲኦምኒ ሽዑ መን መን እዩ እንታይ ክትፈልጥ ክትነግርኒ ትኽእሉ ከመይ እንታይ ክትረኽቡ ትኽእሉ ኢለዮም እወ ከምዝን ከምዝን እዩ ግን ክንዓጽዎ ኢና እቲ ናቶም ያ ኣድቨርታይስመንት ዝገበርዎ ከኣ ክንድምስሶ ኢና ኢሎምኒ ማለት እዩ ደምሲሶሞ ኣነ ከኣ እቲኣ ኢበይ ጨርሸ ዓጽየያ ብኻልእ ኢመይል ከፊተ ማለት እዩ መታን ካልኣይ ግዜ ከምኡ ከይፍጸም ግን እቲኦም ኢበይ ብዘይ ጸገም ሓጊዞምኒ ማለት እዩ። እሳቶም ከማን ተረዲኦምኒ ኣሚኖም እሞ ከኣ ጌጋ ከም ዝኾነ ኣብኡ ከለዉ ተረዲእዎም እንድዒ ብምንታይ እዮም ፈሊጦሞ ግን ሓቅኺኺ ናትኪ ኣይኮነን ኢሎም ንባዕሎም ፈቲሾሞ ማለት እዩ። ስለዚ እዚኢታት ከማን ኣገዳሲ እዩ። በርከ ብሽምካ እንድሕር ሓደ ሰብ ገለ ገዚኡ እቲ ናትካ እቲ ሓሳብ ከኣ ናባኻ እንድሕር ሰዲድዎ እቲ ኣቕሓ ግን ምሳኻ እንድሕር ዘየለ ወይ እቲ ሰርቪስ እስኻ እንድሕር ዘይተጠቐምካሉስ ከምኡ ኣይትደሊን ኢኻ ነው እዚ ንባዕሉ እቲ ኣይደንቲፊኬሽን ናተይስኒ ተጠቒሞምሉ ማለት እዩ ግን ኣነ ወላ ሓደ ጥቕሚ ነበረን ናብቲ ጉዳይ እቲ ማለት እዩ ስለዚ እዚ ከማን ክንጥንቀቅ ኣለና ግን እቲኦም ትካላት ስለ ዝፈልጥዎ እዚ ጸገም ቀልጢፍካ ጥራይ ክትምልሰሎም ኣለካ እምበር ሱቅ ሱቅ ክትብል የብልካን ኣይ እዚስ ብጌጋ ኢልካ ሸለል ክትብሎ የብልካን መብዛሕትኡ ግዜ እሳቶም ከማን ይሕግዙካ እዮም ባንክ ናትካ ከማን ክንደይ ኣለዉ እቲ ገንዘብ ከማን ከም ዝምለሰካ ይገብሩ እዮም እንድሕር ያ እስኻ ናትካ ጌጋ ዘይኮነ ቀልጢፍካ ከዓ እንድሕር ኣመልኪትካዮ እንድሕር ገለ ተሰሪቅካ ኣጻራርዮም ኦኬ ክንመልሰልካ ኢና ክብሉ ይኽእሉ እዮም ክትፍትን ትኽእል ኢኻ ማለት እዩ ድሕር ከምኡ ኣብ ከምዚ ሕቶ ኣለኩም ከማን ክስታይ ብዝያዳ ካልእ ኣርእስቲ ጌርና ክነምፆ ንኽእል ኢና ኦኬ ካልእ ከዓኒ ከምኡ ከማን ኣብ ካልእ ኣፕሊከሽን ኮይንበይስ ትፈልጥዎ ትኾኑ እንድዒ ኣብ ኣብኡ ሕጂ እሳ ኣብቲ ኣፕሊከሽን ኣብ ቴሌፎነይ ነይራ እሳቶም መጠንቀቕታ ኣብቲ ኣፕሊከሽን ሓዲጎምለይ ተጠንቀቒ ኣብዚ ዳት ንለይካ ኣላ ኣብ ናትኪ ቴሌፎን እቲ ክስታይ ፓስፖርት ናትኪ ስኒ ተሰሪቑ ኣሎ ንግምት ኣለና ተጠንቀቂ ኢሎምኒ እዚ ከማን ቀልጢፈ ዓጽየዮ ማለት እዩ ወላ ሓደ ጸገም ኣይምጻኣለይን ክስታይ ወላ ሓደ ከኣ ክስታይ ኣይነበሮን ናይ ቢትኮይን ገለ ኣትያ ኣፕሊኬሽን ግን ኣይ ተጠቐምኩላን ነይረ ስለዚ ወላ ሓደ ዝስረቕ ኣይነበሮን ግን ኣገዳሲ እዩ እዚ ከምኡ ከኣ እንድሕር ያዕ እቲ መጠንቀቅታ ሰዲዶምልካ ስነ ሲርየስ ክትወስዶ ኣለካ እቲ ፓስፖርት ኣብኡ ከማን ክትቅይሮ ኣለካ ወይ እቲኣ ኣፕሊከሽን ብካልእ ኢመይል ክትከፍታ ኣለካ እዚኤን ሕጂ ክልቲኤን ኣባይ ከማን ክነግረኩም እቲ መክንያት እዚ ኩሉ እንዳፈለጠት ደኣ ከመይ ተጋጢም ኣጋጢምዋ ከይትብሉ ያህ ገሸ ነይረ ካብ በብዓይነቱ ያህ ቦታ ኣብቲ ነጻ ቬላን ኣትየ ነይረ እሱ እዩ ጸገም ኣምጺለይ መስለኒ ኣነ ከምዚ ዝግምቶ ሕጂ እቲ ኢመይል ናተይ ኣይኮንን ሄክ ገይሮሞ ግን እቲ ኣብ ጎደና ወይ ኣብ ካልእ ቦታ ኮይነ ቬላን እዚ ኢንተርነት ነጻ ዝተጠቐምኩሉ እሰን እየን ጠንቂ ምጼናለይ ሕጂ ካብ ሽዑ ከማን ይጥንቀቅ እየ ሕጂ ንኣብነት እዚኣ ዩቱብ ኣብ ደገ ኣይከፍታን እየ በቃ ኣብ ገዛ ኮይነ ጥራይ እየ ዝከፍታ ኣብ ክሳብ ሕጂ ከማን ኣብቲ ኣይፐድ ጥራይ እየ ዝሰርሓላ ኣብ ካልእ ኣብ ሌፕቶፕ ናተይ ገለ ከማን ኣይ ኣይ ሎግ ኢን ኣይገበርኩን ኣብ ዩቱብ ማለት እዩ ፐርከ እቲ ኩሉ ግዜ ክንጥንቀቅ ዘለና ከኣ እቲ ሶፍትቨያ ኣሎ ድዩ ጥዑይ ድዩ እቲ ናይ ሌፕቶፕ ወይ ናይቲኣ ኣይፐድ እቲ ቫይረስ ከና ኣገዳሲኡ ከምኢታት ክህልወካ ስቁኢልካ እንድሕር እቲኣ ሌፕቶፕ ተጠቒምካላ ስለ ስርሓ ትሰርሕ ዘላ እቲ ሴፍቲ ናይቲኣ ሌፕቶፕ ከን ከመይ እዩ ኣበየናይ ስታንዳርድ ኣለኹ ኢልካ ክትፍትሾ ኣለካ ናይ ከምኡ ከማን እንድሕር ቪድዮ ደሊኹም ንበይኑ ኣገዳሲ እትብልዎ እንድሕር ኮይንኩም ኣብ ታሕቲ ጸሓፉለይ። እዚ ንበይኑ ኣርእስቲ ማለት እንድዩ፣ ከምኡ ክንገብር ንኽእል ኢና። ብጠቕላላ ግን እዚኤን ኣይፓድ ድዩ ኣይፎን ገለመለ ሓቂ ሓይሽ ፕሪቲ ሴፍ እየን። ከመይ እንድሕር ኢልኩም እቲ ናቶም ሶፍትዌር ቀጻሊኦም ክስታይ ዝገብሮ ሄክ ክትገብረን ቀሊል ኣይኮነን፣ ግን ኣይፍጸምን ማለት ኣይኮነን። እንድሕር ካብ ካልእ ቬላን ኣቲኻ ሳተን ከማን ሄክ ክኾና ይኽእላ እየን። ድማ ከኣ ከምኡ እንድሕር እቲ ሶፍትዌር ኣፕሊኬሽን ናቶም ቀጻሊ እንድሕር ዳውንሎድ ዘይገበርካዮ ክፍጸም ይኽእል እዩ ማለት እዩ ያ ግን ይነግሩኻ እዮም ሓድሽ ሶፍትዌር ኣሎ ኣውርድዮ ኣውርድዎ ይብሉኻ እንድም እሱ ሽዑ ቀልጢፍካ ተውርዶ ማለት እዩ ሽዑ ጸገም የለን ማለት እዩ ያእ መቸም ዝኾነ መጠንቀቅታ ያእ ቀልጢፍካ ሪኣክሽን ክተርኢ ኣለካ ማለት እዩ ከምኡ ከኣ ቤክ ኣፕ ክትገብር ኣለካ ናትካ ዳታ ኣብ ኣይ ክላውድ ዲካ ትገብሮ ኣብ ዝኾነ ክላውድ ሴፍ ክትገብሮ ኣለካ ኣብ ኣይ ክላውድ ጥራይ ዘይኮነ ከማን ኣነ ሕጂ ንኣብነት ኤክስተርናል ሴፍ ይገብሮ እየ ኤክስተርናል ሽፓይሻ ይበሃል ብጀርመን ማለት እዩ ያ ኤክስተርናል ዲቫይስ ኣለኒ ኤክስትራ እሱ ከማን ኣገዳሲ እዩ ብሕልፊ እዚ ስእልታት ድዩ ገለ ኣገዳስቲ መዘከርታ ወይ ዶኩመንት ኣገዳሲ ዶኩመንት እንድሕር ኣለካ ስከን ዝገበርካዮ ኩሉ ኣብቲ ኣይክላውድ ክትሓድጎ ከማን ኣነ ብዙሓ ይድግፎን እየ በርከቲ ኣይክላውድ ከማን ፅባሕ ንኮ እንታይ ከም ዝኸውን ኣይትፈልጥን ኢኻ እንድዒ ኣይ ዶንት ኖው ኣነ ኣብ ከምኡ ኣብ ኢድካ ዘሎ እዩ ኩሉ ግዜ ጽቡቕ እቲ ሽዑ ሽዑ ኣብ ሞባይል ናትካ ዘሎ ኣብ ኣይ ክላውድ ክትገብሮ ጸገም የለን እቲ ንመጻኢ ዘድልየካ ግን ንነዊሕ ግዜ ዘድልየካ ግን ኣብ ኤክስተርናል ዲቫይስ እንድሕር ጌርካዮ ዝበለጸ ይብሎ ኣነ ማለት እዩ ከምኡ ከማን እቲ ዩቲዩብ ቻነል ዘለዎም እቲኦም ሰባት ዩቲዩብ ቻነል ዘለዎም ንሳቶም ከማን ሕጂ ንኣብነት እዚ ኩሉ ቪድዮታት ዝስርሕዎ ዘለዉ ዝበለጸ ንግዚኡ ኣብቲ ኣይክላውድ ይኹን እምበር ንነዊሕ ግዜ ግን ንመጻኢስ ኣብቲ ናትካ ዲዋይስ ክትገብሮ እዩ ዝበለጸ ኣብ ክንዲ ኣብ ሌፕቶፕ ጥራይ ከማን ትሓትጎ ፕርከቲኣ ሌፕቶፕ ኤኒ ታይም ክትስበር ትኽእል እያ ክትባላሸው ትኽእል እያ ኤትሴትራ ክፍጸም ይኽእል እዩ እቲኣ ኤክስተርናል ዲቫይስ ከማን ክትባላሸው ትኽእል እያ ወይ ክትጠፍእ ትኽእል እያ ግን እዚኢታት ኩላትና በዓልና ክንጥንቀቕ ኣለና ማለት እዩ እቲ ዲቫይስ ከመይና ንሕዞ እንድሕር ተባላሽያ ገለ ከማን ቀልጢፍና ዝኾነ ምልክት እንድሕር ኣርኣያትና ከኣ ቀልጢፍና ናብ ካልእ ክነሳጋግሮ ኣለና። ከምኡ ከማን ብ ወብ እዚኤን ሞባይል ከማን ሕጂ እንድሕር ወዲቃ ግን ገና ትሰርሕ ኣላ ሱቅ ዘይምባል ቀልጢፍካ እቲ ዳታ ኣብኡ ዘሎ ከምዚ ከቢድ እንድሕር ወዲቃ ቁሩብ ተጨዲዳ ገለ ንቁሩብ ግዜ ይሰርሓ እንድየን መብዛሕቱ ግዜ ግን ሽዑ ሓንሳ ሓንሳእ ብሓንሳብ ይጠፍኣ ብሓንሳብ ሽዑ ይፈስስ እቲ ክስታየን እቲ ይባላሸዋ ማለት እንድዩ። ቅድሚ ከምኡ ምብጻሕኻ ቀልጢፍካ እቲ ዳታ ዘለዎ ያ ኣብ ካልእ ፍላሽ ዲኻ ትገብሮ ኤክስተርናል ዲቫይስ ዲኻ ትገብሮ ኣብ ዝኾነ ካልእ ክተሳግሮ ኣለካ ማለት እዩ ኣብቲ ኣይክላውድ ጥራይ ዘይምሕዳግ ያ ድማ ኣብቲ ኣይክላውድ ከማን ክሳብ ዝውሱን ዳታ ጥራይካ ክተቐምጥ ትኽእል ልዕሊኡ ወርሓዊ ክትከፍለሉ ኣለካ እዚ ከማን ጸገም የብሉን ኦኬ ከምዚ ኩንትራት ኢካ ትገብር ባዕሎም ሽዑ ካብቲ ክረዲት ካርድ ናትካ ወይ ካብቲኦም ናይ ቴሌፎን ኩንትራት ዝገበርካሎም ይስሕብዎ ማለት እዩ እንድዩ እቲ ገንዘብ ካብ ውሱን ጂጃባይት ድሕር ንላዕሊ ኮይኑ ዘለካ ስለዚ ስነ ኤክስተርናል ዲቫይስ ክህልወካስ ኩሉ ግዜ ጽቡቅ እዩ ነቲ ኣይ ክላውድ እንድሕር እንዳበዝሐ መጽዩ ከማን እቲ ዋጋ እንዳወሰኸ እዩ ዝመጽእ እዚ ከማን ሓደ ምክንያት እዩ ግን ቀንዲ ኣብ ምሳኻ ዘሎ እዩ ከኣ ሰይፍ ኮይኑ ዝስማዓኒ ንዓይ ናትካን ስለ ዝኾነስ ብርክቲ ኣይ ክላውድ ዘሎ ከማን መን መን እዩ ዝ እንድዒ ብዙሕ እምነት ኣብ ከምኡ የብለን ኤኒወይ ኣነ መቸም ያ ከምኡ ከኣ ኣብ ገሊኦም ዝረኣኽዎ እቲ ፓስወርድ ናቶም ስኒ ምስ ገለ ኣብቲ ናቶም ምስ ቴሌፎን ኣድረስ ቡክ ዝቐምጥዎ ኣለዉ እዚ ከማን ንባዕሉ ያ ሓደገኛ እዩ ብርክቲ እያ ቴሌፎን ናትካ እንድሕር ሄክ ጌሮማ ወይ ተሰሪቃ ወይ ገለ ሓደገኛ እዩ እቲኣ ቴሌፎን ንባዕላ ከማን ኩሉ ግዜ ኮድ የድልየካ እዩ ዝበለጸ እንድሕር ያ ኣብኡ ከማን በብዓይነቱ ኮድ ኣሎ ፊንገር ፕሪንት ወዳ ኣርባዕተ ኮድ እዩ ወይ ያ ፌስ ያ ብናትካ ፌስ ኣይደንቲፊኬሽን ክትከፍታ ከም ትኽእል ጥራይ ክትገብራ ትኽእል ኢኻ ኣነ እኳ ብቁጽሪ እየ ክሳብ ሕጂ ገረያ ዘለኹ ብፊንገርፕሪንት ከማን ኣይገበርኮን ግን ኩሉ ይከኣል እዩ ማለት እዩ ኣብኡ ከማን ግን ናይ ግድን ዝኾነ ክስታይ የድልየካ እዩ ይብል ኣነ ዝኾነ ማለትስ ንስኹ ኢልካ ክትከፍታ ክትክእል የብልካን ዝኾነ ሰብ ዝረኸባስ ክኸፍታ ክኽእል የብሉን እዚ ኣገዳሲ እዩ ኦኬ ኦንዳን ያ ያ እዚአን እየን እቲአን ኣገደስቲ ነጥቢ ዝብለን ግን ካልእ ከዓ ምናልባት ዘይዘከርኩ ክህልው ይኽእል እንድዩ ያ ኣብዚ ታሕቲ ክትፅሕፉለይ ትኽእሉ ኢኹም ደስ ምስ በለኒ ዝኾነ ሕቶ እንድሕር ኣለኩም ከዓ ከምኡ ከመይ ረኺብኩሞ ከማን እንተትነግሩኒ ደስ ምስ በለኒ ጠቃሚ ዶ ትብልዎ ከምኡ ፅቡቅ ነይሩ und ያ እንድሕር ዝኾነ ሕቶ ኣለኩም ከዓ ከም ዝብለኩም ዘለኹ ኣብ ታሕቲ ፀሓፉለይ Und ja እዚኣ ኣገዳሲ ሓበሬታ እንድሕር ትብልዎ ኮንኩም ከኣ በጃኹም ናብ ካልኦት ከም ዝበጽሕ ግበርዎ ሳብስክራይብ ምግባር ኣይትረስዑ እንድሕር ደስ ኢልኩም ማለት እዩ ላይክ ምግባር ኣይትረስዑ and ያ ሼር ከኣ ምግባር ኣይትረስዑ ማለት እዩ እንድሕር ሓጋዚ እትብልዎ ኮይንኩም ጠቃሚ እትብልዎ ኮይንኩም ሪኤ እየ ከኣ እባ ቅድሚ እዚኣ ቪድዮ ምስርሐይ ኣጋጣሚ ትማሊ ከማን ሓንቲ ቪድዮ ብዛዕባ ከምዚ ሪኤ ነይረ ማለት ካብ ሕዋትና ማለት እዮም ምናልባት ያ እሱ ከማን እንተሪኢኹሞ ጽቡቅ ጽቡቅ እዩ ካልእ ሓበሬታታት ይህልዎ እም ኣነ ዘይዘከርክዎ ኩሉ ቪድዮታት ኣይረኣኹን ግን ትማሊ ኣጋጣሚ ሓንቲ ቪድዮ ሪኤ ኣለኹ ድማ ከኣ ከምኡ ኣብ ታሕቲ ሊንክ ክገብረን ክፍትን እየ ስከኒ ናቶም ከማን ሽዑ እስኻትኩም ከኣ እንድሕር እቲኤን ዝረኽብክወን ኣነ ኣብ ታሕቲ ክገብረን ክፍትን እየ ሓንቲ ዝረሳዕኽዋ ናይ ሓደ ሰብ እንድሕር ኣላ ከኣ ኣብኡ ባዕሉ ከማን ሊንክ ክገብራ ይኽእል እዩ ጸገም የብለይን ንዓይ ኣብቲ ኮሜንት ሴክሽን ኣብኡ ሓበሬታ ክህበና ይኽእል እዩ ቪድዮ ከማን ከምዚ ከምዚ ዝሰርሐ ጸፊሑ እንድዩ እቲ ክስታይ እዚ ኣርእስቲ ስለዚስ ካልእ ነጥብታት ከማን ዘይዘከርኩ ክህልው ስለ ዝኽእል ያህ እቲኦም ዩቱብ ዘለዎም ብዛዕባ እዚ ኣርእስቲ እዚ ዘምጽኡ ቅድሚ ሕጂ ከማን ኣብ ታሕቲ እንድሕር ገይሮሞ ደስ ይብለኒ ማለት እዩ ኣብ ታሕቲ እንድሕር ጽሒፎሞ ክሳብ መወዳእታ ምስማዕኹም ደስ ይብለኒ የቐኔለይ ክብለኩም ይደሊ ዝኾነ ሓበሬታታት እንድሕር ዝያዳ ኣድልይኩም ከማን ነብሲ ወከፍ እዚኤን ነጥብ ዝበልኩወን ንባዕለን ከማን ንበይነን ክተቕርበን ምኸኣልካ ግን ከይነውሕ እዚ ኣገዳሲ ኣገዳሲ ኢለ ኣብዚ ኢለየን ኣለኹ ማለት እዩ እዚኤን ነጥብታት እያ ክሳብ ካልእ ግዜ ንራኸበሉ ሰሰናዩ ትምነየልኩም የቐኔለይ ብሩኽ መዓልቲ